መደብ ሓሪፋት ገጻት መጽሓፍ ገነቲና ቀዳማይ ክፋል ምዕራፍ ሓደ ሰንካም ምሸት ወርሒ ዝደለየቶ ነገር ከም ዘለዋ ጸሓይ መሊኣ ክሳብ እትዓርብ እውን ኣይተጸበየትን። ቅጫ መሸላ ዲያቦ መሲላ ብጋንኡ ከደድ ኢላ እያ ዝወጸት። ናይ ሓጋይ ሰማይ ብምዃኑ ንኸዋኹብቲ ዝሽፍን ደበና ኣይነበረን። ሓይሊ ብርሃን ናይ ወርሒ ስለ ዝዓብለሎም ግን እቶም ንጠንካራ ከዋኽብቲ ጥራሕ እዮም ሐቢቢ እንትብሉ ዝረኣዩ ዝነበሩ። እምበር ዶ እዚ ዓብላልን ተዓብላልን ዝበሃል ነገርስ ኣብ ሰብ ጥራሕ ድዩ ዘብል እዩ ነይሩ። መዋፈሪና ኣብ ዶግዓ ስለ ዝነበረ ምቁር ዘገም እናበለ ዝነፍስ ዝሑል ንፋስ ኣይፍለዮን። ብፍላይ ኣብዛ ምሸት እዚኣ ግን። ምስቲ ድምቀት ናይ ወርሒ ተደሚሩ ፍሉይ ናይ መንፈስ ተሃድሶ ዝፈጥር እዩ ነይሩ። ኣብታ ምሸት እቲኣ ንመዋፈሪና ፍሉይ ድምቀት ዝሃባ ኻልእ ተወሳኺ ነገር እውን ነይሩ። ኣብዚ ቀረባ እዋናት ተጀሚሩ ኣብ ዘይመልአ ክድገስ ጀሚሩ ዝነበረ ናይ ክልተ ብጾት መርዓ ዝተደገሰሉ ምሸት እውን እዩ ነይሩ። ናይ ፌስታ ምሸት መርዓ ናይ ብጾት ለተብርሃንን ተኽለን፣ ሎሚ ምሸት ኣብ ክፍልና ስለ ዝፍጸም ዓዲምናኩም ኣለና ዝብል ዕድመ ብሰናይ ንግሆኡ በጺሑና ናብዛ ናይ ምሸት ፌስታ ንኸይድ ኢና ተዳሊና ውዒልና። ኣብቲ መዋፈሪ ካብ ዘለዋ ክፍልታትን ናይ ሓለዋ ጋንታን ሓደ ዓሰርተ ሓሙሽተ ንኸውን ብጾት ተዓዲምና ነይርና። ኣነ እውን ዕድመይ ኣኽቢረ ክልተ ሰዓት ናይ ምሸት ምስ ኮነ፣ ካብ ክፍለይ ተበጊሰ ናብታ ድግስ እትግበረላ ዝነበረት ናይ እኒ ለተብርሃን ክፍሊ ዘገም እናበልኩ ሰጎምኩ። መዋፈሪና መዓት ደናጉር ዝመልኦ ስለ ዝኾነ ወርሒ እንተዘይሃልያ ብፀልማት ወስ ዘብል ኣይኮነን። ግድን ኮይኑካ እንተወፂእኻ እውን ናይቲ ጋህፃፅ ኣእማን ኩርኩሚት እንተይጠዓምካ ምምላስ የለን። ኣብዛ ናይ ሎሚ ምሸት ግን ዕንቅፋት ዝበሃል ነገር ከጋጥም ዝኽእል ኣይመስልን። ወርሒ ቆሎ መሲላ እያ ብርሃን ምሸት ካብ ክፍልና ናብ ናይ ንለተብርሃን ክፍሊ ኣስታት ዓሰርተ ሓሙሽተ ደቓይቕ ትወስድ እያ። መጀመርያ ሑጻ ዝመልኣ ሽንጥሮ ሒዝካ ንኡሽተይ ሽንጥሮ ሽንጥሮ ትጓዓዝ። ካብኣ ሓንቲ ሓጻርን መራርን ኣእማን ዝበዝሓ ኣቐበት ትድይብ። ካብኡ ስብርባር መሬት ትረክብ እሞ ኣብ ሞንጎ ክልተ ጎቦታት ዝተቐርቀረ ሃዳሙ ገዛውቲ ትረክብ። እዚኤን እየን ናይ ንለተ ብርሃን ክፍሊ ማለት። ካብ መብዛሕቲኦም ዕዱማት ድንጉይ ኢለ እየ ኣትየ። ካብተን ኣብኣ ዝነበራ ሰለስተ ሃዳሙ ኣየነኣ እታ ናይ መርዓ ዳስ ምዃና ምፍላጥ ኣየጸገመለይን። ቅድሚ ኩሉ ቁሩብ ፍንትት ኢላ ዝቖመት ገፋሕ ኳዕ ትህድሞ ምህላዋ ስለ ዝፈልጥ ኣብኣ ክገብርዋ ምዃኖም ክግምት ዝኽእል እዩ ነይሩ። ካብኣ ሓሊፉ ናይቶም ቀዲሞም ዝኣተዉ ዕዱማት ያዕያዕታ ካብ ርሑቕ ዝስማዕን፣ ንዓና ኣብዚ ኢሉ ዝሕብርን'ዩ ነይሩ። ዓላትኩም ብጾት በልኩ ድንን ኢለ እናኣተኹ። እታ ህድሞ ግፍሕ ኢላ ብሰለስተ ገዘፍቲ ዓንድታት ዝቖመት እኳ እንተኾነት፣ ከይትኽሸፍ ተባሂሉ ተዃዒታ ዝተሰርሐት ብምንባራ፣ ናይቶም ዕዱማት ውዑይ እስትንፋስ'ውን ስለ ዝተሓወሰ፣ ኣብ ደገ ምስቲ ዝሑል ንፋስ እናተንሸራሸረካ ጸኒሕኻ ናብኣ እንትትኣቱ ዋዒ ሃገፍ'ዩ ዘብለካ። እቶም ዕድማት ፍርቆም ኣብ መደብ፣ ፍርቆም ኣብ መድሐ፣ ፍርቆም ድማ ኣብ ወናብር ኮፍ ኢሎም እዮም ነይሮም። ደቂ ክፍላ ንለተብርሃን ናይ ባህሊ ክዳን ተኸዲኖም ንዕዱማት። ምግቢ፣ ስዋን መሕጸቢ ኢድ ማይ ወዘተ ከቕርቡ ነዘን ነዘን ይብሉ። ምሩጻት መሰለፍቲ ድማ ይመስሉ። እታ ገዛ ውሽጣ ጭርሖ ብጭርሖ ሕንጽጽ ኢላ እያ። ኣብ ወራር ንነብር ኣብ ወራር ንግብል ንዲሞክራሲያዊ መርዓ ንቃለስ ቡቕሊ ደደቢት ራህዋ ውጽዓት ወዘተ ዝብሉ ደሚቖም ዝረኣዩ ነይሮም። ብኽእለቱ ዘይምካሕ ሰኣላይ ዝሰኣሎም ስእልታት እውን ነይሮም። ታንክስ፣ መኪናስ፣ ኣርፒጂስ፣ ኣፍና ኣፍ ተጋጢሙ ዝዋግዕ ዝመስል ስእሊ፣ ተጋዳላይ ብረቱ ሓንጊጡ እንትሓርስ ዘርኢ ስእሊ ካልኦት እውን ፍቐዶ ኩርናዕ ተሰቒሎም ነበሩ። ናብ ውሽጢ እትው ምስ በልኩ፣ ተስፋይ በዚኣ ኹን በዚኣ ኹን እናበሉ ብጾት ኮፍ ክብል ሓተቱኒ። ኣብታ ማእኸለይቲ ዓንዲ ተደጊፉ ኣብ ጎኒ ኣብ ዝነበሩ ናይ ሓለዋ ጋንታ ብጾት ኮፍ በልኩ። ቁሩብ ምስ ጸናሕና ናይ መጨረሻ መኣዲ ናባና ቀረበት። በላሊዕና ምስ ወዳእና እቲ ናይ ቃል ኪዳን ስነ ስርዓተ ተጀመረ። ሓፈሻዊ እንታይነት ናይ ዲሞክራሲያዊ መርዓ ተገሊጹ። ብጻይ ተኽለን ብጽይት ለተብርሃንን ብናጻ ድሌቶም ክማራዓዉ ከም ዝወሰኑ ተገሊጹ። ካብ ሎሚ ጀሚሩ ስብኣይን ሰበይትን ምዃኖም ተኣዊጁ ናብ ተሃድሶና ኣቲና። መርዓውን መርዓትን ኣብ ማእከል ኣቡወንበር ጎኒ ንጎኒ ኮፍ ኢሎም ነይሮም። ንዘይፈልጥ ሰብ ብኣጋጣሚ ጎኒ ንጎኒ ኮፍ ዝበሉ ዕዱማት እዮም ዝመስሉ። ኩሉ ሰብ ብናይዞም ብጾት መርዓስ ይኹን ጽባሕ ንዓይ ከም ኣይሉስ ይኹን ናይ ብሓቂ እዩ ተሓጉሱ ነይሩ። ኣብታ ናይ ሓለዋ ጋንታና ዝነበራ ክኢላ ወቕዓ ክራር ተዓዲሙ ዝተፈላለዩ ናይ ውድብና ደርፍታት እንትደርፍ ብሙዚቃ ይዕጀብ። ፍሉይ ደራፋይ ኣይነበረን። ኩሉ ሰብ በብተራ እዩ ዝደርፍ ቃጭል ድምጹስ ናይ ብጻይ ገለ እዚኣ ድረፈልና እንትበሃል ቁሩብ ጎባዕባዕ ይብል እሞ እዛ ብጽሒቱ ሂቡ ነዛ ጭብጨብኡ ተቐቢሉ መሰስ እዩ ዝብል ዝነበረ። ኣብ መንጎ እናበሉ ድማ መሰናደውቲ ናይቲ መርዓ ዝነበሩ ደቂ ክፍለ ንለተብርሃን ዘዳለውዎም ሕቶታት ንኣጋይሽን ንመርዓውትን የቕረቡ። ገለገሊኡ ቁም ነገር ዘለዎ ገለገሊኡ ድማ ናይ ቀልዲ ሕቶታት እዩ ነይሩ። ናይ ቀልዲ ሕቶታት እንትቐርብ ገዛ ብሰሓቕ ፍንቅል ክብል ይብል። ገሊኡ ዝቕዳሕ ዘሎ ወገን እዚ መስል ናይ ጊእጊእ ሰሓቕ፣ ገሊኡ ናይ ጾማ ዝሓደረት ድሙ ኣውያት ዝመስል፣ ገሊኡ ድማ ቶግ ኢሉ ብሓደ ሻዕ ዝዓርፍ ሰሓቕ፣ ገሊኡ ትጉትት ዝውዕል መዓንጣ ዝኾነ ሰሓቕ፣ ብዙሕ ሰሓቕ። ዝተደበላለቐ ሰሓቕ እዩ ሕጅ። ኣነ እውን ከም ኩሉ ተዓዲመ መጼ፣ ከም ኩሉ ብፌስታ ናይቶም ዝተመርዓዉ ብጾተይን በቲ ምቁር ናይ ቃልሲ ህይወተይን ተሓጉሰ፣ ኣብ መንጎ ጊእጊእን ኤህኤህኤነ ዝኾነ ሰሓቐይ የውሪ ነበርኩ። ደቂ ክፍላ ንለተብርሃን ካብ ስንቆም ለኪዮም ምምርዓው ጓልና ኢሎም ዝጾምቕዎ ስዋ እናመዓኩ ኩሉ ነገር ረሲዐዮ ፍስሃ ወሰላም ዝኾነ ምሸት ኣምሰኹ። ኩነታት ከምዚ እናሃለወ ኣብ ጓይላ፣ እምበኣርከስ ሕዚ ብጻይ ተኽለን ብጽይት ለተብርሃንን ኣነን ንስኽንስ ምቁር ወያነና ትብል ደርፊ ክደርፉልና እዮም። ኣብዚ ነይረ ኣብቲ ነይረ ዝበሃል ነገር የለን ትደርፉ ትደርፉ። ዝብል ናይ ምቕያዕ መፈራርሒ ዘለዎ መምርሒ ሃበም። ተኽለን ለተብርሃንን ቁሩብ ዕጥይጥይ ድሕሪ ምባል ተሲኦም ክደርፉ ጀመሩ። ገዛ ብጻቕዒት ተናወጸት። ኩሎም እኒ ጊእ-ጊእ፣ እኒ ካዕ-ካዕ፣ እኒ ኢሂእ-ኢሂእ ተሓዋወሱ። ኣነ ግን ካልእ ስእልታት ሕውስውስ በለኒ። ከይተፈለጠኒ ዓይነይ ንብዓት ቋጸረ። ኣብ ቅድመይ ኮይኑ ብዙሕ ስእልታት ሒዙ ብቕልጡፍ ነተን ስእልታት እናሓለፈ ሃረር ዝበለኒ ሰብ ዘሎ ኮይኑ ተሰሚዑኒ። ብዙሕ ስእልታት ተደራረበኒ። ገነት ሓዚና እንትትመጽእ መኺረን ትሰዳ። ዝበዝሕ ግዜ ብምጥምማት እነሕልፎ ዝነበርና መወዳእታ ዘይብሉ ናይ ወግዒ እዋናት ሰብ ከይረኣየኒ ግልጽልጽ እናበልኩ ተጠምጢመ። ዓሚቝን ነዊሕን ኣሰዓዕማ እንትስዕማ ተጨኒቓ እንትትበኪ ብኢደይ ገይረ ንብዓታ ሓቢሰ ጨጉሪ ርእሳ ብኢደይ እናፈተልኩ እንተተባብዓ፣ ድሮ መርዓና ተስፋይ ተስፍሽ ኩሉ ነገር እኮ ሓሊፉ ኢላ ጥምጥምት እትብለኒ ወዘተ ማእለያ ዘይብሎም ስእልታት እናተደራረቡ ብቁልጡፍ ሓለፉ። ርእሰይ ዘወርወር ክብለኒ ጀመረ። ብዘይ ምንም ጸገም ደጊፋትኒ ዘምሰየት ዓንዲ ክትሽከመኒ ኣይከኣለትን። ክጸሩ ኣይከኣልኩን። ክሸይን እየ ኢለ ተንከርከር ኢለ ከይወድቕ ዓብዪ ጥንቃቐ ገይረ ንደገ ወጻኹም? ንምንታይ? ናበይ ከም ዝኸይድ እንተይ ወሰንኩም? ካብቲ ብርቱዕ ዋዒ ዝነበሮ ገዛ መሰስ ኢለ ናብ ደገ ምስ ወጻኹ፣ ዝሑል ንፋስ፣ ድሙቕ ናይ ወርሒ ብርሃንን ተቐበለኒ። ኣይሸንኩን። ስቕ ኢለ እግረይ ናብ ዝመርሐኒ እየ ዘምራሕኹ። እግረይ ንሓንጎለይ መሪሑ ናብታ ምስ ገነተይ መወዳእታ ዘይብሉ ምቁር ወግዕታት እነውግዐላ ዝነበርና ጽላል ዳዕሮ ወሰደኒ። መሬት ብወርሒ ደሚቓ ኩሉ ነገር ብርሃን እንትኸውን፣ እታ ዳዕሮ ዘጽለለቶ ቦታ ግን ቁሩብ ጽልምት ኢሉ ነበረ። ወይ ጉድ! እንታይ ቆሉ ይብሃል'ዚ? ካብ ብርሃን ናይ ብጾተይ መርዓ ወጼ፣ ካብ ብርሃን ናይ ወርሒ ገሊሰ፣ ናብ ጸልማት ናይ ጽላል ዳዕሮ እንታይ የእትወኒ? ሽዑስ ነዚ ኩሉ ክሓስብ ግዜ ኣይነበረንን። ኣብ ጽላል ናይታ ዳዕሮ ኣትየ ቁሩብ ግድም ኢለ ኮፍ በልኩ። ዘይተፈለጠኒ ማይ ኖህ ዝኾነ ንብዓት ካብ ኣዒንተይ ክውሕጥ ጀመረ። ድምጺ ዘይብሉ ጥምቕ ንብዓት። ኣብ ሓጺር እዋን ንብዓተይ ብመንከሰይ ሰሪቡ ናብ ክሳደይ ገጽ ከንጠብጥብ ጀመረ። ተጠሊዐ ገነት ኢና ኢለ ክጽውዕ ደለኹ። እንታይ ለጒሙ ከም ዝሓዘኒ ግን ኣፈይ ልኽት እዩ ዝበለም። ኣብታ ግድም ዝበልኩዋ ኮይና ንሰማይ ገጽ ቁሊሕ እንተበልኩ ወርሒ በቲ ኣቑጽልቲ ናይቲ ዳዕሮ እናሸሎኸት ትርእየኒ፣ ትስሕቐኒ፣ ተባጭወለይ ዘላ መሰለኒ። ስሕብ ኣቢለ ኣብ መንጎ ክልተ ኢደይ ኣእትየ ጭፍልቕ፣ ቁርስ፣ ግምዕ ኸብላ ተመነኹ። ብኸምዚ ዓይነት ኣገባብ ኩራ፣ ሓዘን፣ ተስፋ ብኹያት፣ ፍቕሪ፣ ድቃስ፣ ዝኾነ ስልምታ እናተባረዩ ከዋፍሩኒ ጀመሩ። ኣብ መንጎኡ ብድሕረይ ቀስ ኢሉ ከም ናይ ገነቲና ዓይነት ኣረጋግጻ እናረገጸ ዝመጽእ ጽላሎት ጸብለል በለኒ። ክሳብ ናባይ ዝኣቱ ፈጺመ ኣይሰማዕኹዎን። ካብ ናይ ባዕለይ ናይ ሕልሚ ጉዕዞይ መሊእን ከይወጻኹ፣ መን ኢኻ? በልኩ። ኣነ እየ ተስፋይ! ዝብል ናይ ገነት ዝመስል ምቁር ድምጺ ሰማዕኹ። ከይተፈለጠኒ ግልብጥ ኢለ ነታ ብድሕረይ ደው ኢላ ዝነበረት ብጺት፣ ብጺት ገነት፣ ገነት ኢና! በበይ ደኣ መጺኺ? ጥምጥም ኢለ ሓቆፍክዋ፣ ንሳ እውን ሓቆፈትኒ። ተሓቛቝፍና። ይበኪ ምንባረይ ስለ ዝተዓዘበት እዩ መስለኒ ንሳ እውን ፍቕፍቕ ኢላ በኸየት። ኣብ መጨረሻ ተስፍሽ እንታይ ኢኻ ኮይንካ ንዓሙ ኮፍ በል ኣዋግዐኒ ኢላ ጽቕጥ ኣቢላ ኮፍ ኣበለትኒ። ብብርሃን ናይዛ መባጭውቲ ወርሒ ገይረ ነታ ተጠምጢመያ ዝጸናሕኩ ብጽት እንተረኣኹ ግን ገነት ዘይምዃና ተዓዘብኩ። ወይ ጉድ! እስቲ ሕዚ ገነት ካበይ ክትመጽእኒ ኢለ እየ ሰበይቲ እንዳ ኣምባቲ ተጠምጢመ ዝወዓልኩ። ጽቡቕነቱ እታ ብጽኢት ኣብረሀት እያ ነይራ። ኣብረሀት ንገነተይ ካብ መጠን ንላዕሊ እትፈትዋ ብጽኢታ ዓርካ እያ ነይራ። ኣብ ሞንጎይን ኣብ ሞንጎ ገነትን ዝነበረ ፍቕሪ ብፍላይ ኣብ ኣጋ መወዳእታ ደሓን ገይራ እትፈልጥ እያ ነይራ። ንክልቴና ብፍሉይ እናቐረበት እተዋግዐና ቁም ነገረኛ ብፅት እያ። ገነት ብዙሕ ነገራት ተዋግዕ ከም ዝነበረት እውን ይግምት። ናተይን ናይ ገነትን ነገር ከምኡ ኮይኑ ምትራፉ ብጣዕሚ እናሕዘና፣ ተስፋይ ንዓይስ ክንዲ ፍርቂ ገነት እንዶ ኣይትሪኣንን እናበለት ተተባብዐኒ ብፅት እያ ነይራ። ተስፍሽ እስቲ ዕረፍ በል ኣውግዐኒ! ካብ መጀመርያኡ ኣትሒዝካ ምስ ገነት ኢና ዝነበረኩም ርክብ ግለጸለይ። ብኹሉ ነገር ከም ገነት ክኸውን እንተዘይከኣልኩ ብገሊኡ እስቲ ክትክኣ ክፍትን። በለትኒ። ንዓመታት ኣብ ልቢ ሓቝረዮ ዝነበርኩ ታሪኽ ድዋሕ ኣቢለ ንፍስ ክብለለይ ተመነኹ። እንተይተፈለጠኒ ግርም። ኩሉ ድኣ ገነት ኣዋጊዓትኪ ነይራ እኮ እንታይ እሞ በልክዋ ምንጋርኳ ገለ ገሊኡ ነጊራትኒ ነይራ ገለ ገሊኡ ውን ባዕለይ ይግምት ነይረ ግን ምሉእ ፍልጠት ዝህበኒ ኣይነበረን ኩሉ ነገር ካብ መጀመርቱ ኣትሒዝካ ጠርኒፍካ ክትገልጸለይ እሞ ምሉእ ፍልጠት ክህልወኒ እየ ደልየ በለትኒ ብልመና መልክዕ ነዊሕ ተዛሪበ ታሪኸይ ሰሚዓ ምስ ጨረሰት ተስፋይ ነዚ ምቁር ታሪኽካን ታሪኽ ገነቲናን ብጽሑፍ ንኹሉ ተዝዝርጋሕስ በለትኒ። ንዝኾነ ውልቀ ሰብ ተዛሪበዮ ዘይፈልጥ ሚስጢረይ ዝብሎ ነገር ከውጽእ ኣይደፈርኩን። ድሕሪ ብዙሕ ጭቕጭቕ ግና መንነተይ መሊኡ ብዘየፍልጥ መንገዲ ክጽሕፎ ቃል ኣተኹላ። በዚ ዝኣተኹዎ ቃል መሰረት፣ ሽዑ ንሽዑ ናብ ቦታይ ተመሊሰ ሙሉእ ለይቲ ፅሑፍ ሓዲረ። ታሪኸይ ታሪኽ ገነት ታሪኽ ርክብና ንመንበብቲ የቕርብ።